ኒኪ ሚናጅ ንሙዚቃ ኢንዱስትሪ ዓለም ተቃልዕ እዛ ጓል ኣርባዓን ሰለስተን ዓመት ትሪኒዳዳዊት ደራፊት፣ ራፐርን ደራሲትን ደርፍታትን ዝኾነት ኒኪ ሚናጅ ተምሃሪት ኻልኣይ ደረጃ ኣብ ዝነበረትሉ እዋን ምስ ዝተፈላለዩ ስነ-ጥበባውያን ከም በዓል ጀስቲን ቢበር፣ ብሪትኒ ስፒርስ፣ ድሬክ፣ ሉዲክሪስን ካሮል ጂን ዝኣመሰሉ ሓቢራ ዝሰርሐት ኮይና፣ ንብሉጽ ሓድሽ ስነጥበባዊ ስርሓት፣ ብሉጽ ደራፊ፣ ራፐርን ኣልቦም ራፕን ሓዊሱ፣ ንብዙሕ ሽልማት ገራሚ ተሓጽያ ዝነበረት ስነጥበባዊት እያ። ንሳ ቅድሚ ክልተ መዓልቲ ኣብቲ ትጥቀመሉ ወግዓዊ ናይ ትዊተር ሓሳባ ከምዚ ኣብ ታሕቲ ዝስዕብ ኣቕሪብናልኩም ኣለና። ሰላምታ ኣይረሳዕናን ክቡራትን ፍትዋትን ቤተሰብና ሎሚ ድማ ብዛዕባ ኒኪ ሚናጅ ንኣምለኽቲ ሰያጥን ፋሕፋሕ ዘበለቶ ምስጢር ናባኹም ክነብል ኢና እሞ ክሳብ መወዳእታ ሓቢርኩምና ጽንሑ ነዚ ቪድዮ ላይክ እናገበርኩም ኣጋይ ዝኾንኩም ድማ ሓደሽትን እዋናውን ዛዕባታት ክበጽሓኩም መታን ሰብስክራይብ ግበሩ ዕድመና እዩ እምበኣር ብዛዕባ ኒክ ሚናጅ እትፈልጦ ብዛዕባ ኣምለኽቲ ሰይጣናት ዘውፀቶ ምስጢራት እንታይ እዩ ናብኡ ክነውስደኩም እቶም እትፈትዎም ስነ ጥበባውያን ኢላ ትጅምር ራፐር ኒክ ሚናጅ ማለት እዩ ዝና ክረኽቡን ህቡባት ሰባት ክኾኑን ክብሉ ኣብ ልምምድ ኣምልኾ ሰይጣን እዮም ዘለዉ ንሶም ነቶም ካብ ካልኦት ሃገራት ዘምጽእዎም ዕሸላት ጠባቢሖም ብምቑራጽ ሕይወቶም ድሕሪ ምሕላፍ ንጐይታኦም ሰይጣን ከም ናይ ደም መስዋእቲ እዮም ዘቕርብሉ ርኢኹም ሰይጣን ጎይታኻ እንተኾይኑ ግድን ብቐጻሊ ደም ክትክዑ ኣለካ። ድሕሪ ደጊም እቲ ሓቂ ክሕባእ ኣይኸልን እዩ፣ ምኽንያቱ ሰባት ብሓቂ እንታይ ይኸውን ከም ዘሎ ፈሊጦም እዮም ክትብል ብምጽሓፍ ነቲ ብትሕም ትሕም ዝነበረ ሓቂ ተጎቢላቶላ። እቲ ጽሑፍ ዛጊድ ዕስራን ሓደን ነጥቢ ሓሙሽተ ሚልዮን ሰባት ክርእይዎ ከለዉ ኣስታት ዓሰርተ ኣርባዕተ ሽሕ ርእይቶታት ድማ ተዋሂብዎም ኣለዉ። ኤፕስሞምን ዝነቐሙን ክውልዑ ክብሉስ፣ ንኽንደይ ሓጢኣት ዘይብሎም ቈልዑ ግን ብመልክዕ መስዋእቲ ኣብሊዖም እዮም። ብዝኾነ፣ ጽሑፍ እቲ ቕልስና ምስ ሕልቅነትን ስልጣናትን፣ ምስ ናይ ጸልማት ገዛእቲ ዓለምን ምስ መሳፍንትን እከይን ኣብ ሰማያት እዩ እምበር፣ ምስ ስጋን ደምን ኣይኰነን ከም ዝበሎ ጐይታ፣ እዞም ብስም ህቡቡነት ንምርካብ ዝብል ሕቡእ ኣጀንድኡ ገይሩ ደም ምንም ዘይፈልጡ ህፃውንቲ ዘቕልብ ርኹስ መንፈስ ብስም ጎይታና መድሓኒትና እየሱስ ክርስቶስ ስርሑ ዝክፈርስ እዩ። እዚ ናይ መርገም ቃል ንዲያብሎስ እንተኾይኑስ ከም ሓጢኣት ኣይቑፀርን እዩ እሞ ሓቢርና ክንቃለስ ይግባእ። ብፍላይ ኒኪ ሚናጅ ከም ዝሓበረቶ እንድሕር ኾይኑ ድማ ንሳ ኣብዚ ማሕበር ንምእታው ብዙሓት ፅዕንቶታት ዋላ እኳ እንተተገበሩላ ንሳ ግን ክሳብ ሕዚ ትቃለስ ከም ዝነበረት ገሊፃላ። ብፍላይ ኒኪ ሚናጅ ካብ ንእስነታ ጀሚሩ ደፋር ምዃና ዝፍለጥ ኮይኑ ንዝኣመነቶ ጥራሕ ድኣ እምበር ናብዚ ንኽድ ከምዚ ንስራሕ ተባሂላ ከም ዝሰይ ዘይትሰርሕን ከም ዘይትገብርን ብዙሓት ይመስክሩላ እዮም ኒኪ ሚናጅ ሕዚ ድማ ብፍላይ ኣብዚ ክልተ መዓልትታት ውሽጢ ኣነ ደጋፊት ናይ ኣሜሪካ ፕሬዚዳንት ዶናልድ ትራምፕ ምዃነይ ኩሉ ሰብ ክፈልጥ ይግባእ ድሕሪ ማላ ምስ ዶናልድ ትራምፕ ብምርኻብ ድማ ኣነ ደጋፊትኻ እየ ክሳብ መወዳእታ ኣብ ጎንኻ ኮይኑ ከዓ ክቃለስ እየ ድሕሪ ማላ እዚ ናይ ኣምለኽቲ ሰይጣን ኢሉሚናት ድማ እቲ እትፈልጦ ናይ ህፃናት ደም እናሓጠበሑ ድማ ነዚ ሰይጣን ከም ዘቕርቡ ድማ ፋሕ ኣቢላቶ ኣላ ብፍላይ ኒኪ ሚናጅ ድማ በዚ ኣየብቅዕን እየ ክቕፅለሉ እየ ትብል እዛ ጓል ኣርባዓን ሰለስተን ዓመተ ማለት እዩ ዕድመኣ ኣርባዓን ሰለስተን ዓመት እያ ገይራ ኣብ ትውልዳ ድማ ትሪኒዳዳዊት ደራፊት ራፐር ደራሲት ደርፍታት ዝኾነት ኒክ ሚናጅ ዋላ ግና ኣብ ካልኣይ ደረጃ ኣብ ዝነበረትሉ እዋን ምስ ዝተፈላለዩ ስነ ጥበባውያናት ፈሊጣ ነይራ ማለት እዩ ስለዚ ኒክ ሚናጅ ቆሪፃ ተላዒለላ ኣነ ትብል ኒክ ሚናጅ ሰልፈይ ምስ እግዚኣብሄር እዩ፣ እምነተይ ኸኣ እግዚኣብሄር እዩ፣ ኣብ ጎነይ እግዚኣብሄር ኣሎ፣ ዝስለፈሉ ኸኣ ንእግዚኣብሄር ጥራሕ እዩ ትብል ኒኪ ሚናጅ። እግዚኣብሄር ዝኣመነ ኣይፈርሕን እዩ፣ እግዚኣብሄር ዝኣመነ ኣይወድቑን እዩ፣ ኣሽሓት ኣብ ቅድመይ ካብ ዝስለፉ ሓደ እግዚኣብሄር እንድሕር ሒዘ ንሱ ይኣኽለኒ እዩ፣ ስለዚ ኣነ ንሰባት ከሐጉስ ንሰይጣን ከሐጉስ ክብል ናይ ሰብ ደም ንጹሃት ኣየፍስስን። ከቶ ኣነ ግን ነቲ ሰማይን ምድርን ዝፈጠረ እግዚኣብሔር ኣምላኽ ናቱ ጓሉ እየ ክትብል ድማ ትማሊ ኣብ ዘውጽእቶ ትዊተር ገጻ ሓቢራ ኣላ። ብፍላይ ድሕሪ እዚ ምዝራባ ድማ ኒኪ ሚናጅ ማለት እዩ ብርክት ዝበሉ ተኸተልታ ዝነበሩ ካብቲ ናይ ትዊተር ገጻ እውን ክርሕቁ ተራእዮም እዮም። ማለት ደገፍቲ ናይቲ ናይ ኢሉሚናት ዝኾኑ ኣምለኽቲ ሰይጣን ዝኾኑ ድማ ብቕጽበት ድማ ካብቲ ትዊተራ ገጻ ክርሕቑ ክኢሎም ኣለዉ። ነዚ መልሲ ክትህብ እንከላ ኒኪ ሚናጅ ድማ እዚ ጉዳይ ኣይኮነን ንእግዚኣብሔር ዝኣምኑ ይከተሉኒ ንእግዚኣብሔር ዘይኣምን ኸኣ ካባየ ይርሓቕ ክትብል ድማ ወሲኻ ሓቢራትሉ እያ። ብጀግንነታን ብስራሓታን ብዙሓት ዝፈተዋ ኒኪ ምናጅ ኣብ መላዕ ክፍለ ዓለም ዘለው ኣጆኺ ኒኪ ምናጅ ንሕና እውን እግዚኣብሔር ንኣምን ድማ ኣብ ጎንኺ ኣለና ብኣውርኡኻ እግዚኣብሔር ኣሎ ንሕና ኣብ እግዚኣብሔርን ኣብ ከማኸ ዝበሉ ፈተ እግዚኣብሔርን ክንሰለፍ ኢና ነቶም ጸልማትን ዲያብሎስን ዘምልኹ ግና ንሶም እውን ይሰለፉ። ኣሸናፊ ሓደ እግዚኣብሔር ኣምላኽ እዩ። ስለዚ ንሕና ክነሸንፍ ኢና እሞ ኣጆኺ። ህዝቢ ዓለም ኸኣ እቲ እግዚኣብሔር ዝኣምን ስለ ዝበዝሕሲ እቲ ሰማይን ባሕርን ከይተረፈ እውን ኣብ ጎንኸ ጠጠው ክብል እሞ በዞም ሕማቓት ርኹሳት መናፍስ ከይትደናገጺ ዝብሉ ጽሑፋት ድማ ብርክት ዝበሉ ተራእዮም እዮም። ስለዚ እዛ ደፋር ንኪ መናጅ ነዞም ኣምለኽቲ ሰይጣን ቀረባ ምዃና ዝፍለጥ እዩ። ካብ ዓብዪ ክሳብ ንእሽተይ መሓዙታ ከም ዝኾኑ ይፍለጥ። ኒኪ ሚናጅ ኣብ ህይወታ ዝኾነ ይኹን ዓይነት ፅዕንቶ ከምፅኡላ ይኽእሉ ዶ ዝብል ድማ እቶም ፈተውታን ኣድነቕታን ከዓ ዛጊድ እናተጨነቑላ ይርከቡ። ንሳ ግን ሓላዊ ሓደ እግዚኣብሔር ኣምላኽ እዩ። ድሕሪ ሕዚ ንድሕሪ ዝምለሰሉ ነገር የለን። ገና እቲ ንሰይጣን ተባሂሉ ዝግበር ኣብ ልዕሊ ህፃውንቲ ዝግበር ዓመፅን ደም ምፍሳስን ከዓ ገና ኪድሕድሖ እየ ክትብል ድማ ደፋር ኒኪ ሚናጅ ሓቢራ ኣላ። ኒኪ ሚናጅ ድማ ካብ ንእሽተይ ክሳብ ዓብዩ ተፈታውነት ዘለዋ ደፋር ምዃና ድማ ኣብ ዝተፈላለዩ መድረኻታ እውን ትነዛረብን ተቕርብን እያ። ብፍላይ ካብቶም ኣለው ዝበሃሉ ራፐራት ደቂ ተባዕትዮ፣ ራፐራት ደቂ ኣንስዮ፣ ሂፕ-ሃፕ ዝኾነ ይኹን ዓይነት ደረፍቲ ድማ ብናይ ኒኪ ሚናጅ ፍቕርን ብናይ ኒኪ ሚናጅ ስብእናን ዘይወደቐ የለን። ስለዚ ኒኪ ሚናጅ ቅንዕ ኢሉ ዝዛረባ ወላ ሓደ ሰብ የለን። ተራር ንቤዮንሴ ከይተረፈት እውን ትማሊ ተዋርዳ ነይራ። ብናይ ሰባት ደም ብናይ ህፃውንቲ ደም ጠጠው ኢልኻሲ ኣነ ኣንበሲቴ ማል ግን ዝያዳ ንርእስኻ ዘይተፈለጥኹ መስልካ ምቕራብ ግን ሓደጋ እዩ ክትብል ተዛሪባ ኣላ ስለዚ ሓደ ከበለት ኣብ ልዕሊ ቢዮንሴ ድማ ትገብሮም ክፉኣት ተግባራት ድማ ክትድሕድሖ ከም ዝኾነ ድማ በዚ ኣጋጣሚ እዚ ሓቢራትላ እያ ስለዚ ንምስ በዓል ገዛ እውን ከይተረፈ ገዛ ሙሉእ ብደም ዝመለአ ክትብል ድማ ሓቢራት እያ ኒኪ መናጅ። ስለዚ ድሕሪ ሕዚ ቃልሰይ ከጠናኽር እየ ምስ እግዚኣብሔር ኮይንኩም እትቃለሱ ከዓ በብዘላኹሞ ኮይንኩም ቃልስኹም ቀፅሉ ክትብል ኒኪ ሚናጅ ኣብቲ ናይ ትዊተር ገፃ ሓቢራ እያ። ስለዚ ቃልሲ ኒኪ ሚናጅ ኸ ኣብ ዓድና ኸ ብኸመይ? ስለዚ ንሕና እውን ሰልፍና ምስ መስቀል እዩ፣ ሰልፍና ከኣ ምስ እግዚኣብሔር እዩ። ባእስና ምስ ስጋ ዝለበሰ ዘይኮነሲ ምስቲ ጥንቲ ጸላኢና እዩ ክብል ድማ መጽሓፍ ቅዱስ ይነግረና። ስለዚ ኣብ እግዚኣብሔር ምስላፍ ምስ እግዚኣብሔር ከምካ መስዋእቲ ምዃን ድማ ዝያዳ ጽድቂ ምዃኑ ድማ ንኹላትና ምንጋር ኣየድልዮን እዩ። ዓለም ኣብ እትሕመሰሉ ሰዓት ድማ ኣቅጣጫኻን መንገድኻን ምፍላይ ድማ ዝያዳ ካብቶም ናብ እግዚኣብሔር ዘቕርቡ ተግባራት ሓደ እዩ። ምክንያቱ ዝመፀ ይምፅ ኣነ ምስ እግዚኣብሔር ክስለፍ እየ። ንእግዚኣብሔር ኣምላኽነቱ ዝወዳደር ናይ እግዚኣብሔር ህልውና ናይ እግዚኣብሔር ስራሕትን ፍጥረታትን ዝቃወም ከቶ ኣነ እውን ክቃወሞ ኢልካ ድማ ኣብ እግዚኣብሔር ትሕቲ እግዚኣብሔር ምስላፍ ብኻሊእ ወገን ከዓ ኣነ ናይ ዓለም ሰብ እየ። ስለ እግዚኣብሔር ኣይእትወኒ ኢልካ ድማ ናይ ዓለም ሰብ ኾንካ ንሰይጣን ተገዛእ ምዃን ድማ ሓደ ኣካል እዩ። ስለዚ ንሕና ድማ ኣብ ጎኒ እግዚኣብሔር ኢና እንብል ድማ ፍቕርናን ንእግዚኣብሔር ዘለና ኣኽብሮትን ንግለጸሉ። እግዚኣብሔር ብኣምላኽኑ ትቀና እዩ እሞ ንሕና ከዓ ናቱ ፍጥረት ስለ ዝኾና ድማ ኣብ ጎኑ ኮይና ነቲ ንእግዚኣብሔር ሓይሊ ናይ እግዚኣብሔር ቸርነትን ከጥፉ ዝጽዕሩ ናይ ጸልማት ጸላእትን ሰያጥን ድማ ክንቃወም ይግባኣና። ስለዚ እዛ ህብብትን ሃብታምን ራፐር ኣሜሪካዊት ኒኪ ሚናጅ ከኣ ንዲያብሎስ ክቃወሞ'የ ድሕሪ ሕዚ ኣብ ልዕለይ ኣብ ስጋየይን ኣብ ነብሰይን ከኣ ስልጣን የብሉን ስልጣን ዘለዎ እቲ ሰማይን ምድርን ዝፈጠረ ጥራሕ እዩ እሞ ንዕኡ እየ ክግዛእ ንዕኡ እየ ክንብርከኽ ዝበሎ እቲ ሓሳብ ድማ ዛጊድ ህዝቢ ዓለም ድማ ኣጆኹ ክብላ ተሰሚዑ ኣሎ ስለዚ ኣብ ትዊተር፣ ኣብ ዩቲዩብ፣ ኣብ ፌስቡክ፣ ኣብ ዝተፈላለዩ መርበብ ሓበሬታት ንኪምናጅ ድማ እቶም ናይ ሰይጣን መምለኽቲ ክፍክሩላ ይስምዑ ኣለዉ። ግን ኸዓ ዓሰርተ ሰባት ክፍክሩላ እንከለዉ ድማ ዓሰርተ ሽሕ ሰባት ኸዓ እግዚኣብሔር ኣሎ ንሕና ኣለና ዝብል ድማ ከበረታትዕዋ ክኢሎም ኣለዉ። ስለዚ እዛ ደፋር ምኪ ሚናጅ እዚኣ ድማ ኣብ እግዚኣብሔር ናብ እግዚኣብሔር ትገብሩላ ዘላ ጉዕዞ እናመስገና ንሕና እውን ኣብ ጎና ብምዃን ንሰይጣን ንቃወም ክንብል ድማ ሓሳብ ክንገልጽ ስለዚ ንሎሚ ድማ ብዛዕባ ደፋር ኒክ ሚናጅ ኣብ ለማዓንቲ ኣብ ትዊተር ገጻ ካብ ትማል ኣትሒዙ መዘራረቢ ዘሎ ጉዕዳይ ናባኹም ኣቢልና ስለዚ ኣብ ሃገርና እውን እዞም ከምዚ ዝኣምልኹን ከምዚ ዝኽተሉን ሰባት ይበዝሑ ስለ ዘለዉ ንሕና እውን ምስ እግዚኣብሄር ኣለና ዝብል ተሪር ቅዋም ብምሓዝ ኣብ እግዚኣብሄር ቀትሪ ለይቲ ምሸት ድማ ንሰለፍ ናይ ዕለታዊ መልእኽትና እዩ ንሎሚ ሕጃል ከም ዝመፃና ብዛዕባ ደፋር ኒኪ ሚናጅ ኣብ እግዚኣብሔር ምስላፋ ንሰይጣን ከም ዘይተገዘአትን ከም ዘይትግዛእን ነቶም ዝግዝኡ ዘለዉ ድማ ንሓንሳብ ንሓዋርን ከም እተዋረዶም ዘውፅኦቶ ኣብ ናይ ትዊተር ገፀን ኣብ ዝተፈላለዩ ማሕበራዊ ሚዲያታት ዝርግሑ ናይ ኣባኹም ኣቢልና ስለ ዝተኸታተልኩምና ካብ ልቢ ነመስግን ሳብስክራይብ ሼር ላይክ እናገበርኩም ኣበረታትዑና ነመ